ሰላም ተኸታተልቲ ቢቢሾው ከመይ ትኾኑ ሎማሓንቲ ከዓ ኣብ ፎቶሾፕ ከመይ ጌርና ካብ ፎቶ ወይ ከዓ ካብ ዝኾነ ፅሑፋት ክኸውን ይኽእል ኤሜገርና ዋተር ማርክ ወይ ከኣ ሎጎ ከምኡ ውን ማህተም ኤሜገርና ንኣልዮ ክንርኢ ኢና ንኣብነት እዛ ስእሊ ትሪእዋ ኣለኹም ዋተር ማርክ ወይ ከኣ ገለ ጽሑፍ ኣብ ልዕሊኣ ተለጢፉ ኣሎ ትሪእዎ ኣለኹም ኣብዚ ውን እቲ ላየር ሓደ እዩ እታ ስእልን እቲ ጽሕፈትን ሓሪኡ ዘሎ ስለዚ ሎማዓንቲ ከኣ ነዚኣ ኣብነት ጌረ ከሪኦኩም እየ። መጀመርያ እዛ ስእሊ ኮንትሮል ጀይ ገይረ ኣብ ኪቦርድ ዲፕሊኬት ክገብራ እየ ብድሕሪኡ ኣብ ተቐዳመይቲ ስእሊ ሴሌክት ገይረ ኣብዚ ታይትል ባር ሴሌክት ዝብል ዘሎ ይመርፅ እንተሓት ወርድ ኣብዚ ከለር ረንጅ ዝብል ዘሎ ሓንቲ ግዜ እትዎ ብድሕሪኡ ከምዚ ዓይነት ባር መፀኒ መጀመርያ ኣብዚ እንታይ ዝመርፅ ሳምፕል ከለር ክብላ እያ ምክንያቱ እቲ ሳምፕል ክባ ስለ ዘለኹ ሳምፕል ከለር ክብላ እያ ሓደ ሳምፕል ክባ ኣነ ብድሕሪኡ እሳ ዘለያ ማለት እዩ እጂ ኣነ ካብዚ እንታይ ቆርፅ ዘለ ዘለኹ እዚ ፅሕፈት የቆርፆ ዘለ ዘለኹ ክኣልዮ ሓንቲ ግዜ ክሊክ ይገብር ኣብኡ ድሕሪ ከምዚ ትሪእዎ ዘለኹም ኣምፅኣትለይ ኣላ እዚ ቁሩብ ኣጃስት ትገብሮ ጂቲ ስእሊ ሬዎ ጠፊኡ ኣሎ ከምዚ ገብረ እቲ ጽሕፈት ወይ ከኣ እቲ ክኣልዮ ደልዮ ዘለኹ ክሳብ ጽቡቕ ገይሩ ዝረኣ ነዚ የስተኻኽሎ ማለት እዩ ፍሪ ዝገብሮ ድሕሪኡ ናተይ ጽቡቕ ኣሎ ኦኬ ክብሎ እየ ቀጺለ እዚ ሰሌክት ኮይኑ ከሎ እንደገና ሰሌክት መጽኤ ሞዲፋይ ክብላ እየ ብድሕሪኡ ተኸኢለ ናብዚ ኤክስፓንድ ክብላ ማለት እዩ ኣብዚኻ እቲ ኤክስፓንድ ሴሌክሽንካ ይመርፅ ማለት እዩ ሕጂ ብክንደይ ፒክስል እያ ትብለኒ ኣላ ፋይቭ ፒክስል ክብላ ኣነ ብፋይቭ ክብላ እየ ኦኬ ክብላ እየ ብድሕሪኡ ከምዚ ገይራ ትሪእዎ ኣለኹም ደቂቕ ሒዛቶ ኣላ ንዕኡ ቀፂለ ኣብዚ ታይትል ባር ኢዲት መፅአ

ከምዚ ትሪእዎ ዘለኹም ሕጂ ኦረዲ ሪሙቭ ገይራቶ ኣላ እዚ ብምሉእ እዚ ዋተር ማርክ ነበረ ሪሙቭ ገይራቶ ኣላ ሕጂ ነዚ ኮንትሮል ዲ ገይረ ዲሰሌክት ገብሮ ከምዚ ጌርና ሪሙቭ ክንገብሮ ንኽእል ኢና ናይ ሎማዓንቲ መደበይ ሓፃርያ ነይራ ኣብዚ ወዲኦ ኣለኹ ክሳብ ብቀፃሊ ቪድዮ ሒዘልኩም ንመፅእ ብሰላም የፅንሓና ሰሰናዩ።